ሰላም ሰላም ከመይ ዝኾኑ ኩልኹም ተኸታተልተይ ኣብ ዘለኹሞ ሰላምን ጥዕናን ምነየልኩም ሰናይተይ ምሳኹም ዘለኹ ሎማዓንቲ ከዓ ከምዚ ኣብ ኣርእስቲ ዝረኣኹሞ ዘይርጉፅነት ይስምዐካ ዶ ዝብል ሓሳብ ይሒዘ መፅእ ዘለኹ ማለት እዩ ንመብዛሕቴና እዚ ሓሳብ እዚ ይመጸና ይኸውን እዩ። ስለ ዝመጽእ ነገራት፣ ስለ መጻኢ ኣብ ህይወትና ክኸውን ዘለዎ ወይ ዝጀመርናዮ ከመይ ይውዳእ ክኸውን፣ መወዳእታናስ እንታይ ይኸውን ይኸውን ዝብል ሕቶታት ክህልወና ይኽእል እዩ ማለት እዩ። እዚ ሕቶታት እዚ ከኣ መልሲ ክንረኽበሉ ግድን ኣይኮነን። ኩሉ ዝመጸና ሕቶ መልሲ ኣለዎ ማለት ኣይኮነን። መጻኢ እንታይ ሒዙልና ኣሎ ክንፈልጥ ግድነት ኣይኮነን። ሓደ ሓደ ግዜ ሓደ ነገር ክንጅምር ንደሊ እሞ ዋይ እንታይ ይኸውን እሞ ከመይ ይኸውን እሞ ይዕወተሉ ዶ ኸውን ከምዚ ተጀሚረ ጽቡቅ ዶ እሞ ክኾነለይ ክኸውን ኢልና ንጭነቅ ኢና። ግን እቲ ክንገብሮ ንኽእል ኢና ክንገብር ንኽእል እቲ ንሕና ከነጽንዖ ንኽእል ብዛዕብኡ ክንፈልጦ ንኽእል ሕጂ ኣብዚ ዘለና ግዜን ኩነታትን በዚ ዘለና ደረጃን ዓቕምን ከነጽንዖ ንኽእል ኢና። ነቲ ዘይፈለጥናዮ ግን ክንፈርሖ የብልናን ምኽንያቱ ኩሉ ክንፈልጥ ግድን ኣይኮነን። ጉዕዞና ክትጅምርሲ ኩሉ ነገር ክትፈልጥ ክንፈልጥሲ ግድነት ኣይኮነን ወይ ከኣ ንህይወትና ክንነብራ ኩሉ ነገር ክንፈልጥ ግድነት ኣይኮነን። ብዙሕ ኣሎ ከይፈለጥናዮ ሓበሬታ ዝብሃል ዘይነበረና ግን ከኣ ንነብሮ ማለት እዩ እናነበርናዮ ከኣ ንምከሮ ኣቐዲምና ርጉጽ መልሲ ከይረኸብናሎም እንኣትዎም ነገራት ብዙሓት እዮም ወይ ከኣ ንነብሮም ነገራት ብዙሓት እዮም ስለዚ ኣብ ሂወት ዘለዉ ኩሎም ነገራት መልሲ ኣለዎም መልሲ ክረክበሎም ኣለኒ ኢልና እንድሕር ደኣ ንሓስብ ኮይና እባ ብቕሩብ ክንሓትት ምስ ጀመርና፣ እዚ ኸምዝስ እንታይ ደኣሉ? እዚ ኸምዝስ እንታይ ኪኸውን እዩ? እናበልና ምስ ከድና፣ መልሲ ምስ ሰኣንናሉ ገለ ነገራት ክንጕዳእ ንኽእል ኢና። ንዅሉ ነገር መልሲ ክንረኽበሉ ግን ግድን ከም ዘይኰነ እንድሕር ደኣ ተረዲእና፣ ንግዜ ኽንህቦ ንኽእል ማለት እዩ። ንግዜ ንገድፎ፣ ገሊኡ ግዜ ኺምልሶ ዘለዎ ኣሎ፣ ገሊኡ እውን ምስ ጀመርካዮ እናበርሃልካ እናተመለሰልካ ዚኸይድ ነገር ኣሎ ማለት እዩ። ስለዚ ኣብ ሂወት እናነበርና ንሎማዓንቲ እንዳ ነበርናያ ክንማሃረላ እዩ ዘለና እምበር መጻኢ እንታይ ክኸውን እዩ ሂወተይ እንታይ ክትከውን እያ መወዳእታይ እንታይ ክኸውን እዩ ጽባሕስ እንታይ ክኸውን ይኸውን ብዝብል እናተጨነቕና ንሎማዓንቲ ከነሕልፋ የብልናን ሎሚ ወይ ከኣ እዛ ተዋሂባትና ዘላ ግዜ እናነበርናያ ናይ መጻኢ ከኣ መደባት ክንሰርዕ ግን ንኽእል ኢና። ነቶም ዝሰራዕናዮም መደባት ብኸመይ ይውድኡ ግን ከጨንቑና የብሎምን። ኣብ ሕጂ ኮይና ከምዚ እንተኾነኸ ከምዚ ክኸውን ይኽእል እዩ እኮ ኢልና ወይ ከኣ እንታይ ክኸውን እዩ እዚ ኩሉ ዝሓቶ ዘለኹ ሕቶታት መዓስ እየ መልሲ ክረኽበሉ ብዝብል ጭንቀት ነዚ ዝተዋህበና ግዜ ክንከስሮ የብልናን ወይ ከኣ ክነጨናንቖ እውን የብልናን። በቲ ናይ ዝመጽእ ኢልና ንጭነቖ ነዚ ናይ ሎሚ ክነጨናንቖ የብልናን ማለት እዩ። ንኣብነት ክጠቅስ እንተ ኮይነ ሓደ ግመ እንተ ርኢና ኣብ ገለገለ ቦታታት ግመ ብብዝሒ ዝረኣየሉ ቦታታት ኣለዉ ኣብኡታት ትነብሩ ዝነበርኩም ሰባት ብቐሊሉ ክትርድእዎ ትኽእሉ ኢኹም ግመ እንድሕር ደኣ ሽፍን ኢሉሉ ሓደ ቦታ እሲ ኣብ ውሽጡ ዘሎ ነገር ክትርእዩ ትኽእል ኢኻ ብማዕዶ ክተማዕዱ ከለኻስ ነቲ ግመ ጥራይ ኢኻ ትርእዮ በቲ ግመ ሓሊፍካ ወይ ኣብቲ ግመ ውሽጢ ምስ ተጓዓዝካ ኢኻ ነቲ እንታይ ኣሎ ከመይ ዝመስል ክትርኢ ትኽእል። ንኣብነት ርሒቕካ እንተድኣ ኣለኻሲ እቲ መንገዲ ጸድፊ ድዩ፣ እቲ ግመ ሸፊንዎ ዘሎሲ ጽሩይ መንገዲ ድዩ፣ እንታይ ኣለዎ ውሽጡስ ኣይትፈልጦን ኢኻ ማለት እዩ። ክትከዶ ከለኻ ግና እቲ ግመ እንታይ እዩ ዝኸውን? እንድሕር ደኣ ነስተውዕለሉ ኮይንና እናበርሀ እንዳተኸፈተ እንዳተኸፈተ እዩ ዝኸይድ። ቀረባና ዘሎ ኩሉ እንዳቐረብናዮ እንዳቐረብናዮ ምስ ከድና ቀረባና ዘሎ ኩሉ እንዳረኣና ንኸይድ ማለት እዩ። በቲ ውሽጢ ግመ ክንከይድ ምስ ጀመርና ኢና ንሪኦ እንታይ ኣሎ ብከባቢና ንርኢ ኣብ ጥቓና እንታይ ኣሎ ንርኢ። ብማዕዶ ኮይንና ግን ኣብቲ ውሽጢ ናይቲ ግመ እንታይ ኣሎ ክንሪኦ ኣይንኽእልን ኢና። ህይወት ከኣ ከምኡ እያ። ገለ ገለ ኣሎ ገና ከሎ ክትፈልጦ ትኽእል ገና ከሎ መልሲ ክትረኽበሉ ትኽእል ነገራት ኣለና ገሊኡ ግን መልሲ ዝበሃል ክትረኽበሉ ይትኽእል ኢኻ ኣቐዲምካስ መልሲ ዝበሃል ዘይትረኽበሉ ነገር ኣሎ ወላ ኣብዛ ሂወትና እናነበርና ብዙሕ መልሲ ዘይብሉ ነገራት ኣለና ክሳብ ሕጂ መልሲ ዘይረኽብናሉ ነገራት ማለት እዩ ግን ክንነብር ምስ ፈተና ክንነብር ንሎሚ ክንነብር ምስ ጀመርና እናበረሀልና ክኸይድ እዩ ልክዕ ከምቲ ግመ ዘምጸኽዎ ኣብቲ ውሽጢ ህይወት ኣብቲ ውሽጢ ግመ እንድሕር ደኣ ንጓዓዝ ኣለና ብዙሕ እናነጸረልና ክኸይድ ዝኽእል ነገራት ክህሉ እዩ። ሓደ ሓደ ግዜ ዝጀመርናዮም ነገራት ከምቲ ዝደለናዮም ከይተወድኡ ምስ ተረፉ እንታይ ኢና ንብል እዋይ ከምዚ ምዃኑ እንተዝፈልጥ ነይረ'ኮ ኣይምጀመርክዎን ነይረ ትብል። ንነብስኻ ከኣ ትኸስስ። ኣቐዲምካ ዘይምፍላጥካስ ድኻምነት ኮይኑ ይስምዐካ። ኣቐዲምካ ዘይምፍላጥካስ ብልሒ ዘይብልካ ሰብ ወይ ከኣ ክትፈልጥ ዘይትኽእል ሰብ፣ ድኹም ሰብ ጌርካ ትሓስባ ንነብስኻ። ኣቐዲምካ ክትፈልጦ ዘይትኽእል ብዙሕ ኣሎ። ስለዚ ነቲ ሎማዓንቲ ኣቐዲምካ ብዘይ ምፍላጥካ መጺካ ዘሎ ነገር ኢልካ ትሓስቦ ዘለኻ ግን መምሃሪ ከኾነካ ተማሂርካሉ ኣለኻ ንብድሕሪ ሕጂ ዝመጽእ ነገር ንሱ መምሃሪ ኮይንካ ከም ዘሎ ርኢኻ ተማሂርካ ብምህላውካ ጥራይ ዓወት ክትሓስቦ ኣለካ ምኽንያቱ ንዝመጽእ ነገር ኣነጺርናን ፈሊጥናን ከምዚዩ ኢልና ርግጸኛታት ክንከውን ስለ ዘይንኽእል ኣብ ሂወት እንነብሮ ነገር ኩሉ መልሲ ነይርዎ ዘራጋግጸልና ንጹር ዝኾነ መልሲ ነይርዎ ነይሩ እንተዝኸውን ነይሩ ኩላትና በበይና ዓይነት ሂወት ኣይምነበርናን ነይርና ኩላትና በበይኑ ኣተሓሳስባ ውን ኣይምሃለወናን ነይሩ ሕራይ እምበኣር ናይ ሎማዕንቲ ሓሳበይ እዚኣ ነይራ ስለ ዝተኸታተልኩምኒ ብጣዕሚ የመስግን ኣብ ቀጻሊ ክሳብ ንራኸብ ሰሰናዩ።